መንግስቲ ትግራይና መንግስቲ ኤርትራ ጀሚሮሞ ዘለው ምሕዝነት ብጣዕሚ ዘይገመቶ ስርዓት ብልፅግና ክልቲኦም ህዝቢ ደጊም ኣይተዓረቑን ወይ ድማ ሰላም ኣይፈጥሮን ኢሉ ገምጋም እዩ ገይሩ ነይሩ። ጥዕናይ ሙሉ እዩ ረኪበ ዘለኹ ጥዕና ኩሉ ትግራዋይ ተዝረክቦ ደስታ ኣይክብለን ስለ ጥዕ ስፖርት ሰርሕ ስርሐይ ብኣግባቡ እሰርሕ ናብ ፅቡቅ ኩነታት እየ ዘለኹ። ኣብ ዝተፈላለዩ ዛዕባታትን ህልዊ ኩነታት ትግራይን መሰረት ገይሩ ብፍሉይ ምስ ድምፂ ወያነ ትግራይ ቃለ መሕትት ዘካየደ ኣባል ወታደራዊ ኮማንድ ሰራዊት ትግራይን ኣዛዚ ግንባር ምዕራብን ተጋዳላይ ጀነራል ምግበይ ሃይለ ድልየት ህዝቢ ትግራይ ትማል ይኹን ሎሚ ሕሪኡ ሰላምን ሰላምን እዩ ክብል ገሊፁ። ናይ ህዝቢ ትግራይ ድልየት ሓንትን ሓንትን እያ። ምዕራብ ኪድ፣ ሽረ ኪድ፣ ኣክሱም ኪድ፣ ዓድዋ ኪድ፣ ተምቢየን ኪድ፣ ራያ ኪድ፣ ምብራቕ ትግራይ ብምሉእ ኺድ፣ መቐለ ኺድ፣ ብሓንቲ እያ ናይ ህዝቢ ትግራይ ሕቶ። ሰላም ይደሊ፣ ፍትሒ ይደሊ። ሰላም ሰላም ፍቱዋትን ክቡራትን ናይ ሰመረ ሸው ተኸታተልትና ከመይ ትጸንሑ ሎሚ ውን ከምዚ ዝተለመደ ብሓድሽ ሓድሽ ዜናታት ተመሊስናኩም ኢና ነዚ ቻናል ሓድሽ ተሙ ኩለኹም ላይክ ሸር ሰብስክራይብ ምጋር ኣይትርስዑ እዚ ቪድዮ ንምንታይ ላኩልስ ክበጽሕ ላይክ ምጋር ጀምሩ መንግስቲ ትግራይና መንግስቲ ኤርትራ ጀሚሮሞ ዘለው ምሕዝነት ብጣዕሚ ዘይገመቶ ስርዓት ብልፅግና ክልቲኦም ህዝቢ ደጊም ኣይተዓረቑን ወይ ድማ ሰላም ኣይፈጥሩን ኢሉ ገምጋም እዩ ገይሩ ነይሩ ንምንታይ ኣዳሚዮም እየ ሻዕቢያ ድማ ኣብ ትግራይ ኣትዩ ጆኖሳይድ ንክፍፅም በሪ ከፊትሉ እዩ ብልፅግና መንግስቲ ማለት እዩ ብዙሕ ጥፍኣት 2013 ተፈፂሙ እዩ ኣብ ትግራይ ማለት እዩ ካብኡ ግን እቲ ብጣዕሚ ዝገርም ትግራይና ኤርትራ ሰላም ክፈጥራ ወይ ድማ እቲ ዝሓለፈ ሽግር እቲ ዝተፈጸመ ገበን ናብ ሕጊ ክቐርብ ኸዚ ግን ዳግማይ ናብ ጸገም ክንኣተዮ የብልናን ናብ ደም ምቅባእ ንኣተዮ የብልናን ንንቃሕ ኢሎም ዝፈጸምዎ ምሕዝነት ሕማም ርእሲ ኮይንዎ ኣሎ ብልጽግና እዚ ምስሊ ዝረእይዎ ብርሃን ጁላና ጀነራል ፊሊጶስ እዮም ና ኢትዮጵያ ኣዛዝን ና ኤርትራ ኣዛዝ ሰራዊትን ማለት እዩ ህዝቢ ትግራይ ኣብ ዝጸልመቶ ጸልማት እሶም ድማ ጮማን ቁርጥን ናቆረጹ ግዜ እዩ ናይ ኤርትራ ጀነራላት ዓዲም ኣዲስ ኣበባ እንኳዕ ጨፍጨፍኹምዎ ንትግራይ እንኳዕ ሓቢርኹም ኣጨፋጭፍኹም ኢሉ መስተንግዶ ክገበረሎም ተሎ እዩ ንሪኦም ንኣበባው ምናምን ምክትል ኢታማጆር ሹም እዩ ንሽሙ ናይ ኢትዮጵያ መራሕቲ ኮይኖም ንኢትዮጵያውያን ዜጋ ልጭፍጭፉ ዘለዉ መራሕቲ ሌወቐስኻስ ጥር ኢልኻስ ናብ ኤልትራ ማለት እዩ ትዲኤፍ ከምዚ እንዲ ኮይኑ ምስ ኤልትራ ከምዚ እንዲ ኮይኑ ምስ መንግስቲ ኤልትራ ከምዚ እንዲ ኮይኑ ምስ ልጣዓሞ ክኸውን ኣለዎ ትግራዋይ ብናይኹም ፕሮፓጋንዳ ኣይታለልን ካብ ከዚ ንህዝቢ ትግራይ ሰላም ክፈጥር ዘለ ሓይሊ ሰላም ክንፈጥር ኢና ንህዝቢ ትግራይ ክሕግዝ እየ ዝበለ ሓይሊ ክንቅበሎ ኢና ዌልካም ክንሎ ኢና እኳ ደኣስ ኸዚ እውን ካብ ፕሪቶርያ ንደሓር ህዝብኻ ብሳሕላታዊ ኲናት ብስነልቦንኡ ብኢኮኖሚኡ ዝዋግኦ ዘሎ ብልፅግና ስርዓት ክትቋወሞ እዩ ዝግበካ ኸዚ ትግራይ ትገብሮ ዘላ ና ህልውና ኣብ ምርግጋፅ ወይ ድማ ሰለስተ ሚትን ስሳ ድግሪ ንኸይትኽበብ ትሰርሖ ዘላ ስራሕቲ ንምዕንቃፍ ስርሐ ኢልኹም ናብ ብልፅግና ኣጀንዳ ሒዝኹም ተራምዱ ኣካላት ሰማዕ ኢልኹምን ሽማሽም ክተውፅ እምበር ኣብ ባይታ ተፈጥሮ ምንም ቅንጣት ነገር የለን።
ጥዕናይ ሙሉ እዩ ረኪበ ዘለኹ ጥዕና ኩሉ ትግራዋይ ተዝረክቦ ደስታ ኣይክብለን ስለ ጥዕ ስፖርት ሰርሕ ስርሒ ብኣግባቡ ሰርሕ ናብ ፅቡቅ ኩነታት እየ ዘለኹ ኣብ ዝተፈላለዩ ዛዕባታትን ህልው ኩነታት ትግራይን መሰረት ገይሩ ብፍሉይ ምስ ድምፂ ወያነ ትግራይ ቃለ መሕትት ዘካየደ ኣባል ወታደራዊ ኮማንድ ሰራዊት ትግራይን ኣዛዚ ግንባር ምዕራብን ተጋዳላይ ጀነራል ምግበይ ሃይሌ፣ ድልየት ህዝቢ ትግራይ ትማል ይኹን ሎሚ ሕሪኡ ሰላምን ሰላምን እዩ ክብል ገሊፁ። ናይ ህዝቢ ትግራይ ድልየት ሓንትን ሓንትን እያ። ምዕራብ ኪድ፣ ሽረ ኪድ፣ ኣኽሱም ኪድ፣ ዓድዋ ኪድ፣ ተምብየን ኪድ፣ ራያ ኪድ፣ ምብራቕ ትግራይ ብሙሉእ ኪድ፣ መቐለ ኪድ ሓንቲ እያ ናይ ህዝቢ ትግራይ ሕቶ። ሰላም ይደሊ፣ ፍትሒ ይደሊ፣ ማሕበራዊ እከናዊ ጸገም ኣለዎ ዕድል ረኺቡ ክነግድ ክሓርስ ክመሃር ይደሊ እም ህዝቢ ክነብር ይደሊ ምሕደሩ ባዕሉ እንታይ ዓይነት ምሕደራ ህዝቢ ትግራይ ዝውስኑ ግን ባዕሉ ንባዕሉ ክመሓደር ግን ድማነይ ብሕግን ብስርዓትን ዘራኸቦ ምስ ፌደራል ከኣ ብኣግባቡ ክራኸብ ከኣ ይደሊ። መገቱ ሕግን ስርዓትን ዝፈልጥ ህዝቢ እዩ። ስለዝኾነ ሰላም ስለዝደሊ ምስ ኩሎም መከባብያውቲ ዘለዎ ዓድታት ብሰላም ክነብር እዩ ዝደሊ። ይኹን እምበር ኢሉ ጀነራል ምግበይ ሃይሌ። ህዝቢ ትግራይ ይብደል ኣሎ፣ ህዝቢ ትግራይ ይጓነ ኣሎ፣ ብኹሉ ዓብይ ገንዘብ መዲቦም ኣብ ክንዲ ህዝቢ ትግራይ ናብ ሕውየትን ናብ ትኽክለኛ መንገዲ ዝመፅን ህዝቢ ትግራይ ናብ ፀገም ክኣቱ እንደገና ዳግም ናብ ሽግር ክነኣቱ ከኣ ይሰርሑ ኣለዉ። ዳግም ጆኖሳይድ ክቕፅሉ ዳግም ከግልሉ ዳግም ሕዚ እውን ድኹም ጎድኖም እንዳተጠቐምና ክነጥፈኦም ኢሎም ይሰርሑ ኣለዉ። ስለዚ ሕዚ እውን ያው ናይ ኩናት ሓደጋ ኣሎ። ናይ ኩናት ሓደጋ እኮ ንሕና ስለ ዝደለናዮ ኣይኮነን። ተን ከም ህዝቢ ንክንነብር ዝገብራና ጉዳያት ሕቶታት ኣይንምልስን እንተኢሎም ካ እንታይ ክትገብር ባዕሎም ደልዮም ኣለዉ ማለት ግጭት እቶም ንግጭት ምክንያት ዝኾኑ ምፍታሕ እዩ ኩናት ከይህሉ ዝገብሩ። ስለዚ ሎሚ ደይጅመር ፅባሕ ደይጅመር ድሕሪ ዓመት ደይጅመር ካሊእ ጉዳይ እዩ። ንኸይህሉ ዝገብሮ እቶም ሕቶታት ብኣግባቡ ምምላስ እዩ። ካብዚ ወፃእ ኤኒታይም እዎ ክለዓል ይኽእል ኩናት ምጥርጥር እኮ የብሉን። ሰራዊት ትግራይ መንግስቲ ትግራይ ብሓፈሻ መላእ ህዝቢ ትግራይ ኩለመዳያዊ ፀገማቱ ተፃውዩ ዘላቒ ሰላም ንኽዓስል ብተደጋጋሚ ፃውዒት ሰላም የቕርበሉ ኣብ ዘሎ እዋን መንግስቲ ፌዴራል ግና ነቲ ፃውዒት ንጎኒ ገዲፉ ህዝቢ ትግራይ ንምጥፋእ ህርድግ ይብል ኣሎ። ዘመናዊ ዕጥቂ እውን ተዓጢቐ እየ እናበለ ህዝቢ ትግራይ ንምፍርራሕ ይፍክር ኣሎ። እዚ ከመይ ትሪኦ? ብወገን ትግራይ ዘሎ ምድላው ከ እንታይ ይመስል ንዝብል ዝቐረበሉ ሕቶ ተጋዳላይ ጀነራል ምግበይ ሃይለ እንተብርህ ድማ። Of course ቴክኖሎጂ ናይ ኣተሓሳስባ ናይ ሳይንስን ቴክኖሎጂን ውፅኢት እዩ። ተክኖሎጂን ናይ ሳይንስን ተክኖሎጂን ውፅኢት ግን ወይ ዝለዓል ዕጥቂ ብሰማይ ይኹን ብምድሪ ሃልኻ ግን ውግእ ይውድእ። ውግእ ዝውድእ ናይ ውግእ ኣካይዳ እዩ፣ ኣተሓሳስባ እዩ። ናይ ውግእ ኣካይዳ ንናይ ውግእ ኣካይዳ ዝውስን ኣተሓሳስባ ከዓ ኣብ ትግራይ ሰራዊት ኣሎ፣ ኣብ ኣመራርሑ ኣብቲ ሰራዊት ኣሎ ሰልጢኑ እዩ። ድሮን እንተሃልዩ እኳ ፀረ ድሮን ኣሎ፣ ኣየር ተሃልዩ እኳ ፀረ ኣየር ኣሎ፣ ምስ ይተሓዝ ታንክ እተሃልዩ እኳ ፀረ ታንክ ኣሎ፣ ኩሉ ነገር መፍትሒ ዘይብሉ ነገር የለን ሰብ እዩ ዝሰርሖ ስለዚ ንሕና ኣተሓሳስባ እዩ ዝብለካ ዘለኹ ንስ እዚ ማለት ዘመናዊ ዕጥቀ የድሊ ናይ ነብሲ ወከፍ ናይ ጉቡድን ናይ ኣሃዱ ናይ ብትግራይ ደረጃ ማለት ኣይኮኑ ንሱ ከዓ ዝኸኣልና ኩሉ ንገብር ኢና ምክንያቱ መብዛሕቱ ናትና ተጋድላይ ተማሃረ እዩ ብጣዕሚ ተማሃረ እዩ ኣብ ሓፂር እዋን ንሳይንስን ቴክኖሎጂን ውፅኢት ክጥቀም ዝኽእል ሰራዊት እዩ ዘለና እና ንሱ ካብ ምምዕራይ እውን ኣይባዘናን። ድሮን ሓዝ፣ ኣውሮፕላን ሓዝ፣ ዘመናዊ መድፍዕ ሓዝ፣ ታንኪ ሓዝ፣ መወዳእታ ወዲ ሰብ እዩ ጉድኣተይ የምፀላን እሞ ነዚ ዝኸውን መከላኸላይ ነዳሉ ንባዕልና ይንመዓራረ ማለት ኣይኮንኩን ብዙ ዝሰን ኩናት ግን የለን ብዙ ዝሰን ኩናት ተዝኸውን ኮ ሰለስተ ዓመት ኣርባዕተ ዓመት ኮ ገይሩ ናይ ፋኖ ግን እንተዳ ዘይውስኑ ኣብ ልዕሊ ህዝቢ ትግራይ ንዝተኣወጀ ጥፍኣት ንምምካት ዓሊሙ ዓለም ዘስደመመ ጅግና ሰራዊት ትግራይ ሕዚ እውን እንተኾነ ነቲ ዘመን ዝምጥን ቁመና ተዓጢቑ ከም ዘሎ ፈታውን ፀላእን ክፈልጥ ይግባእ ክብል ድማ እዩ መልእኽቱ ዘመሓላለፈ። ፅቡቕ ኣለና ከምቲ ዝሓሰብዎ ኣይኮነን ትማል እውን ሎሚ እውን ኣይኮነን ፅባሕ እውን ኣይኸውንን። TDF ናይ ህዝቢ ትግራይ ተቋም እዩ። ናይ ግለሰባት ድሌትን ሕልምን ከሳኽዕ ኣብ ቦሎ ቦሎ ዝኣቱ ተቋም ኣይኮነን። ዘሰለፎ ይፈልጥ፣ ዘቃልሶ ይፈልጥ፣ ትማለበይ ነይሩ ይፈልጥ፣ ሎመበይ የለ ይፈልጥ። መጻኢ ዕድል ህዝቢ ትግራይ ምስ ናይ ባዕሉ ኩነታት ኣዛሚዱ ከመይ ክኸድ ከም ዘለዎ እውን ዝፈልጥ ሰራዊት እዩ። ብጣዕሚ ብሱል ተቋም እዩ። ይፅቡ ኣሎ ኣይመቸወን ዘይምችዎ ብዙሓት ነገራት ኣለዉ። ናብርኡ ምችው ኣይኮነን። ግን ኪኢልዎ ናብራ ህዝቢ ትግራይ ዘይተስተኻኸለ ናብራ ትዲኤፍ ክስተኻኸል ኣይኽእልን ስለዚ ሓደራ ህዝቦም ዘይጠልሙ። ማሕበራውን ኢኮኖሚያውን ጸገም ዘየንበርክኸም ብገንዘብን ብጥቕማጥቕምን ዘይድለሉ ሕዝውን ዓዶምን ህዝቦምን ዘቕድሙ ብታሪኽን መንነትን ተጋሩ ሕዝውን ዘይደራደሩ ጀጋኑ ተጋደልቲ ትግራይ እዮም። ተቋም ኣይኮነን ዝስዕር፣ ግለሰባት ኣይኮን ዝስዕሩ፣ ወይ ጉጅለ ግዛእምዛ ኣይኮነን። ህዝቢ ትግራይ ግን ቀደም እውን ሰዓሪ እዩ፣ ሕዚ እውን ክስዕር እዩ፣ ፅባሕ እውን ክስዕር እዩ። ሽምባርከስ ፍትዋትን ክቡራትን ተኸታተልትና ሎሚ ዕለት ዝሓር ናይ ምዚኣ ትምስ ነይሩ ተመችኩምና ተስፋ ንገብር እስከ ቀፃሊ ጋነን ብለለኹም ሰናይ ፃንሒት ይኹነልኩም።